Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ደሓን ደው ኢልኩም ደሓን ደሓደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ መን ኳዕ ደሕና መፃኹም እናልና ናይ ኩሉ ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክትሪእዎ እውን ብክብሪ ንዕድመኩም ሰማዕትና ላይክ ጌርኩም ጀምርዎ ሰማዕተይ እዚ እናበልኩም በኣርከስ ሎማዓንቲ ፍልይ ዝበለ ፕሮግራም ሒዘልኩም መፅ ኣለኹ ከም ትሪእዎ ዘለኹም ዘርእስቱ ብዙሕ ምድጋም ኣየድልን ሓደ ዓብዪ ነገር ግን ሀዚ ንሰምዖ ዘለና ዓብዪ ኣሕመድ ብዛዕባ መቃብር ናይ መለስ ዝተዛረበሎ ብጣዕሚ ዘደንግፅ ዘሰንብድ ደለኹም በልዎ እቲ ትግርኛ የከባቢኡ ስለ ዝፈላለ ማለት እዩ ገሊና ዘደንግፅ ንብል ገሊና ዘሰንብድ ንብል ገሊና ካሊእ እውን ክህልዎ ይኽእል ምክንያቱም ትግርኛ ርች እዩ ግን ቅድሚ ናብኡ ምእታወይ ከዚ ናይ መለስ ጓል ዝኾነት ሰምሃር መለስ ሓደ ክልተ ሰለስተ ግዜ መግለፂ እንትትህብ ርእየ ኣለኹ ተንታኒት ኮይና ናይ ፖለቲካ ተዛራቢት ኮይና ብዙሕ ነገር ትዛረብ ተላ ብፍላይ ጌታቸው ሃዲሙ ካብ ትግራይ እንትኸይድ ተሎ እውን ሕዚ ከዓመ መንጀሪኖ ብዝምልከት ብዙሕ ነገር ተዛሪባ ኣላ እውነት ንምዝራብ ኣነ ምንም ሕማቕ ብዛዕባ ክዛረብ ኣይደልን ግን ኣብይ ኣሕመድ ሓይሉ ካብ ዝመፅእ ጀሚሩ ናብታ ናይ ጓል መለስ ያው ክንዛረበሉ እንዲናታት ተተሓዘ እንዲ ሓይሉ ካብ ዝመፅእ ጀሚሩ ናይ መለስ ለገሲ ንምጥፋእ ዘይገበሮ ዘይጻሕተሮ ዘየፍረሶ ዘይሰርሖ ነገር የለን ኩሉ ነገር መለስ ላይብረሪ መለስ ፋውንዴሽን መለስ ኩሉ ነገር በቃ ካልእ ይቕረ እዚ ናይ ግሪን ለገሲ ናይ መለስ ዝነበረ ናይ ባዕሉ ገይርዎ ኣባይ ግድብ ዳርጋቱ ናይ መለስ ዝነበረት ክሕባእ ገይርዎ ናይ ባዕሉ ብዓብዪ ከም ዝጀመሮ ገይሩ ሰሪሑ ኩሉ ነገርሲ ውድድሩ ቂሙ ጽልኢቱ ምስ መለስ እዩ ንምንታይ ከም ዝጸልኦ እውን ነጊርናኩም ኢና እዚ ሓሳዊ ቆልዓ እዩ ምንም ነገር ዝፈልጦ ነገር የለን ኢሉ ካብ ኢንሳ ክባረር ገይርዎ እዩ ምክንያቱም ሓንቲ ነገር ከም ዘይፈልጥ ኣስተውዒልዎ መፅኡ ከይዱ ከምዚ ክንገብር ኢና ንኢሳት ክንጠልፎም ንኽእል ኢና ናይ ኢትዮጵያ ህዝቢ ክሰምዖም ከምዘይሰምዖም ክንገብር ንኽእል ኢና ገለመለ ኢልዎ እዩ ኣትዩ ነይሩ ለሚኑ ምንም ነገር ፍልጠት ዘይብሉ ግን ዘይጥፍኣት ልምዓት ከም ዘይብሉ ብዙሕ ነገር ክዓመ የጥፍእ ከም ዘሎ ብዙሕ ነገር ሚስጢራት የውፅእ ከም ዘሎ ስለ ዝተረድኦ ኣይዚ ቆልዓ እዚ ትኽክል ኣይኮነን ኢሉ ኣውፅዎ ነይሩ እዩ ብዘይ ኣቂም ሒዙሉ ናይ መለስ ዝበሃል ስም ንምጥፋእ መለስ ዝሰርሖ ኩሉ ንምብልሻው ንምንኣኣስ ዘይገብሮ ነገር የለን ግን ሓንቲት መዓልቲ ሓንቲት መዓልቲ ኣቦኣ ዲፌንድ እንትትገብር ተላ ናይ ኣቦኣ ለገሲ እንትትእርም እንተላ ሰሚዕናያ ኣይንፈልጥን ሓንቲት መዓልቲ ኩሉ ሻዕ ወፅያ ትዛረብ ናይ ውድብ ህወሓት ስም ኣቦይ ስም መለስ ትጥቀምሉ ኣለኹም በቃ ኮሊጦም ኤክስፕሎት እዮም ዝገብርዎ ዘለዉ ትብል ኣገዲድካ ምዕራብ ትግራይ ናይ ትግራይ ክትገብሮ ይትኽእልን ትብል ሄዚ ከዓ መናይ መንጆሪኖ ተዛርቦ ተላ ንሱ ከስምዐኩም እየ ግን ናይ መንጆሪኖ ተዛርቦ ተዚ ንኣብነት ብዙሕ ወርቅን ብዙሕ ክስታይን ብዝርዝር ክኣትዎ እንድየ ወርቅን ንሳ ን ምግበይን ኮይኖም ሓዋኒ መንጆሪኖ ከዓመ ዳዊት ገብረ እግዚኣብሄር ደላላ ኮይኑ ምስ ኤርትራን ካብኡ ሓሊፉ ከዓመ ምስ ዩናይትድ ዓረብ ኤምሬትስን የውፅኦ ኣለዉ ብዙሕ ወርቅታት ይዝረፈ ኣሎ ከም ዘሎ ኢላ ዋ እሞስቲ ንሰምሃልኣ ንሓደ ሕቶ ክሓታ ዘለኣለም እናተኸራኸርና ኣይኮነናልና ነርና ኢና ኣዝየም መስፍን ኣለዋ ንሳ እያ ካብ ወፃኢ ተምፅኦ ንሳ እያ ትዝርግሖ ንሳ እያ ትነግደሉ ንሳ እያ ከምዚ ትገብረሉ ዘይተብሃለ ኣብቲ ዝሓለፈ 27 ዓመት ብቢልዮን ዝቁፀር ገንዘብ ትቢ ኤግዛክት ሓሙሽተ ቢልዮን ናይ ኣሜሪካ ዶላር ብሰምሃል መለስ ኣካውንት ኣሎ እዩ እናበሉ እናተዛረቡ እዮም ነይሮም እሞቲ ዝኩለይ ዝተዛረብዎ ዝነበሩ ሓቂ እዩ ማለት ድዩ ሓቂ እዩ ማለት ድዩ? ምክንያቱም ምንም ዝረእየቶ ነገር የለን ምንም ዘረጋገፀቶ ነገር የለን። ወርቂ ተፅዕኑ እንትኸይድ ተሎ ዝረእየቶ ምግበይ እንተሎ እንተፅዕን እንተሎ ንኤርትራ እንትኸድ እንተሎ ንዩናይትድ ዓረብ ኤምሬትስ እንትኸድ እንተሎ ብኣልባልታ ወፂኻ እሞ ዓመ ትግራይ ንትግራይ ህዘብ ዝለዓለ ሽግር እናሃለወ እናሃለወት ትግራይ ምዝራብ እንታይ ዝብልዎ እዩ ምክንያቱም ንኣዜብ መስፍን እንካብ ሓፂን መፂን እዙ ናይ ገዛውቲ ዝስርሐሉ ፎቋት ዝስርሐሉ ሕፅረት ነይሩ ብብዝሓት ሓፂን እንትኣቱ ተሎ መን እዩ ዘምፅኦ ዘሎ ኣዜብ መስፍን እያ ተምፅኦ ዘላ ኢሎም ይፅሕፉ ኩሉ እቲ ሚድያ ሕሰብ ወቱ ናይ ሎሚ ሓሙሽተ ዓመት ሽዱሽተ ዓመት ምስ ኢህደግ ምስ ገበረ ጀሚሩ ቱ ዓብዪ ልምዓት እንትጅመር እንተሎ ኣዜብ መስፍን ስሚንቶ ተምፅኦ ዘላ ኣዜብ መስፍን እያ ይብልዋ ዝብልዋ ዝሓምይዋ እየ ዝብለኩም ዘለኹ ንሕና ግን ዘለኣለም እንብል ዝነበርና ሓሰት ምዃኑ ንፈልጥ ኢና ንዛረብ ኢና ነርና ምንም ነገር ከምዘይብለ ከምዘይተምፅእ ኢና ንፈልጥ እንፈልጦ ንሱ እዩ እሞ ዘይንፈልጦ ነይሩ ማለት ድዩ ኢለ ዝሓትት ዘለኹ ህዚ እውን እታ ሕቶይ ምልክት ንሳ ምልክት እናገበርኩም ምክንያቱም ህዚ ወፅያ ዝተዛረበቶ ንወዲ ረመፅ ይውለድ ሓሙኽሽቲ እዩ መለስ ናይ መለስ ናይ ኣቦኣ ታሪክ ዲፌንድ ክትገብር ዘይትኽእል እዚኣ ኣሎ ብዝተምሃለ ትምህርቲ ቤት ክትመሃር እውን ስለ ዝግበኣ ድሕነታ እውን ክሕሎ ስለ ዝግበኦ እንኳን ንሳ ይቕረና ደቂ ዓብዪ ኣሕመድ እንኳን ዝመሃራሉ ዘለዋ ኣብ ኢንተርናሽናል ስኩል ኣብዚ ናይ ኣሜሪካ ኣብ ጦር ሃይሎች ዘሎ ኣሎ ዝተብሃለ ብሚእትታት ተሸሓት ዝኽፈሎ ኣብኡ ኣትያ እያ ተምሂራ ሰምሃል መለስ ማለት እዩ ግን ከ ሓንቲት መዓልቲ እውን ወፅያ ነቦኣ ድፌንት ትገብር ነይራ እንተኢልኩምኒ ተተጋገየ ኣርሙኒ ሰማዕተይ ይቕርታ ክሓትት እየ ኣነ ግን ሰሚዐ ይፈልጥን እንተስ ከምቲ ዝበሃል ዘሎ ብምሉኡ ከምቲ ሓሙሽተ ቢልዮን ዶላር ብሱማ ዝሃለዎ ከሎ ኣብ ኢትዮጵያ ብዙሕ ንብረት ብዙሕ ፎቋት ኣለውዋ ገለመለ ዝበሃል ዘሎ እሞ ናይ ማንም ማለት ድዩ ንሱ ከይውረሳ ድያ ፈሪሓ ንፈልጦ ነገር የለን ሓንቲት ነገር ግን ንዞም ፀላ ኣቦኣ ናይ ኣቦኣ ታሪክ ከጠፍእ ዝደሊ ናይ ኣቦኣ ስራሕ ኩሉ ከጎድፍ ዝደሊ እንተኽኢሉ ናብ መቃብር እታ መቃብር እውን እንታይ ከም ዝበለ ክነግረኩም እየ ዝገብር ዘሎ ሰብ እንትትቃወም ሰሚዕናዮ ኣይንፈልጥን ሰምሃር መለስ እዚ ኩለይ በቃ ባጃጅ እንካብ ህንዲ ተምፅእን ዘላ ኣዜብ መስፍን እያ ተፊላ እዚኦም ኩሉኤን ባጃጃ ሙሉ ኢትዮጵያ ዘለዋ ባጃጅ ሰለስተ እግሪ ዘለውን ባጃጅ ንዘይትፈልጡ ሰማዕተይ ንሳ እያ ተምፅእን ዘላ ኢሎም የውርዩ ነይሮም ኣዜብ መስፍን ከም ዘይተምፅእን ግን ንፈልጥ ኢና ኩሎም ቶም ናይ ኣምሓራ ኤሊት ግን ኣብ ኣዲስ ኣበባ ዝኩለይ ጋዜጣ ዝህተም ዝነበረ ዝኩለይ ረድዮ ዝዝረብ ዝነበረ ኣዜብ መስፍን እያ ተምፀን ዘላ እዩ ዝበሃል ነይሩ እዚ ኩለይ ኮንዶሚኒየም ኣብ ኣዲስ ኣበባም ይኹን ኣብ ካሊእ ክልላት ዝስራሕ ዝነበረ ኣዜብ መስፍን እያ እውን እትገብሮ ንሳ እያ ትሽርሽሮ ዘላ ይብልዋ ነይሮም ባንኪ እዚ ኩለይ ካሊእ ቅረስ ናይ ተጋሩ ዝበሃላ ናይ ባንክታት እኒ ኣንበሳ ባንክ ናይ ኣዜብ መስፍን እዩ ይብልዋ ነይሮም ትራንስፖርት እዚ ኩለይ ማካይን ዘሎ ናታ እዮም ይብልዋ ነይሮም ትእምት ብምሉኡ ናታ እዩ ብቢልዮን ዝቁፀር ቅርሺ ንሳያ ትዘርፎ ዘላ ይብልዋ ነይሮም ሰሊጥ ንግዲ ዝኩለይ ትሸጦ ዘላ ካብ ኩሉ እናተረከበት ኣዜብ መስፍን እያ ይብልዋ ነይሮም ሓንቲት መዓልቲ መለስ እዩ ዝሸይጥ ዘሎ መለስ ይነግደሎ ኢሎምዎ ይፈልጡን ሓንቲት መዓልቲ ርእ ይፈልጥን ኣነ ናይ መለስ ምንም ስሙ ኣብ ስርቂ እኒሀ እዩ ኢሎም ዝፀሓፍዎ ርኤ ይፈልጥን ተተጋጊየ ህዝቢ እውን ኣርሙኒ ሰማዕተይ ንኣዜብ ግን ዝኩለይ ወሲዳቶ ዝተብሃለት ህዝቢ ብሰምሃል መለስ እዩ ዘሎ ኢሎም ዝዛረብዎ ዘሎ ኣነ ሚእቲ ፐርሰንት ሓሰት ኢለ እየ ዝኣምን ህዝቢ እውን እንትኾነ ግን ወፅያ ብወረያ ወረ ስቁኢልካ ፀላኣ ብዝተረቦ ንዓብዪ ኣሕመድ ዝተዛረብዎ እንቶም ኣብ ኣምሓራ ኤሊት ኣብ ኣዲስ ኣበባ ዘለዉ ዝዛረቦ ዘለዉ ኣሚና መንጀሪኖ ትወስዶ ትዘርፎ እኒሆ ሃፍትን ንብረትን ዝኩለይ ተንጋላቲዓ መንጀሪኖ ትርእይዋ ኣለኹም እንታይ መሲላ ከም ዘላ እቲ ሚኒስተር እናሃለወ ኣብ ኣዲስ ኣበባ ከምኡ ከመይ ጥዒሙላ ትነብር ከም ዝነበረት ተኹርዕ ትግራወይቲ ብባህላ ትኮርዕ ተጋዳሊት ብዙሓት ኣሕዋታ ዘሰወአት ሰብ እያ እንድሕር ማቻ ትደሊ እንድሕር ነይራ ኣብ ኣዲስ ኣበባ ከም ዝደለኽዮ ኮይንኪ ተቐመጢ ኢሉ ለሚንዋ ነይሩ ኢዩ ዓብዪ ኣሕመድ። ዋላ ሀዚ እውን ዕርቂ ምስ ተገብረ ንዒ ዝደለኽዮ ክበኽ ኣምባሳደር ክገብረኪ ከምዚ ክገብረኪ ዘይበሎ ነገር ዘይተዛረቦ ነገር የለን። ንሳ ግን ምስ ህዝባ ኢያ እኒሃ። መኪንኣ እንተይቀረየ ተመንጢላ ብእግራ ዘጓሕ እናለት ኢያ ትኸይድ ነይራ ብኒ ጌታቸው ግዘ። ግንከ ምንም ነገር ንሳ ካብታ ናይ ህዝባ ኣገልግሎት ክሻዕ ተፈጢራ ክሻዕ ልቢ ካብ እትገብር ጀሚራ ክሻዕ ህዛ ምግዳል ዘላ ሰብ እያ ስለዚ ህዚ እቲ ኩለይ እቶም ፀላእቲ ዝዛረቡ ኣለዉ ንጌታቸው ዝዛረቡ ዘለዉ እዚኦም ኩሎም ኣብ ሶሻል ሚዲያ ወፂኦም ዝዛረብዎ ዘለዉ ዝነበሩ እውን እንድሕር ትኣምኒ ኮይንኪ ናይ ሰምሃሊ ህዚ እውን ዝዛረብ ዘለኹ ንክትእረም እየ ዝዛረብ ዘለኹ እምበር ህዚ እውን ብደንቢ ሓዙለይ ኣነ ኣለዋ ብቅርሺ ኢለ ይኣምን እኒየ ቅርሺ ካበይ መፅዩ እንኳን ካሊእ ሓደ ኣምባሳደር ናይ ኣፍሪካ ዓዲ እኮ ሓደ ሚሊዮን ዶላር እዚኣ ጠቅላይ ሚኒስተር መለስ ሃበለ ኢሉ ንስዩም መስፍን ሂብዎ ከምዋ ኣታራ ከምዚ ኤረ ይቀበለካን ምስ በሎ ግድየለ ተቐበሎ እሞ ናብ ብሄራዊ ባንክ ውሰዶ ኢሉ መለስ ናብ ብሄራዊ ባንክ ተወሲዱ ንቱ መመሓደር ተውሂሩ ናይ ኢትዮጵያ ሃፍቲ እዩ ኮይኑ ሓንቲት ቅርሸ ኣይረኸበላን ሽልማት ዝተውሃቦ ሽልማት ዶላር እውን ገይሮም ዝሃብዎ ኒ ደቂ ኣንስትዮ ተምሃሮ መሐገዚ እዩ ዝገበሮ ሓንቲት ሳንቲም ዘይብሉ ከም ዝሞተ ኣበይ ከምዝህርስ ከም ዝነበረ እቲ ቤተ መንግስቲ ኣትየ ባዕለ ርእየ እየ እቲ ቤተ መንግስቲ ኣትየ ርእየ እየ ምክንያቱም እገለ ክብሎ ዘይደሊ ህዚ ንኣ ብጣዕሚ ንመለስ ሓፍቱ ዝኾነት ኣብኡ ሓዘን ክበፅሓ ከይደ ነይረ እየ ናብቲ ቤተ መንግስቲ ኣራት ኪሎ ህዝቲ ቤተ መንግስቲ ኮይኑ ዝኒዮ ማለት እቲ ዓብዪ ኣሕመድ ዝነበረሉ ኣሎ ማለት እየ ኣብ ንሱ ግን እንኳን ናይ ዓብዪ ኣሕመድ ዘብዐኛ ናይ ዓብዪ ኣሕመድ እውን ኣይነብረሉን ፀቢብ ሰርቪስ ገዛ እዩ ዝነበር ነይሩ እቲ ቤተ መንግስቲ ስቅሉ ተዓፅዩ ነይሩ እቲ ናይ ምልልክ ቤተ መንግስቲ ኣብኡ ንዘብዐኛታት ንጥበቃታት ተሰርሐ ኣብኡ ሰርቪስ እዩ ዝነብር ነይሩ መለስ ኣነ ኣቴሪዮ እየ ተዝህልዎ ቅንጦት እንተዝደሊ ነይሩ ከምኡ ኣብኡይ ምነበረን በምንም ተኣምር ሓንቲት መዓልቲ መለስ ንባዕሉ ትዛረብ ሰሚዕና ኣይንፈልጥን ግን ከ ህዚ እዚ ሓፍተይ ንስኺ እቲ ፍልጠትኪ እቲ ሞያኺ ሓደ ቁፅሪ ሓደ ክትገብርዮ ዘለኪ ኣነ ብጣዕሚ ስለ ዘኽብሮ እዩ ንመለስ ብጣዕበ ስለ ዘኽምሮ እየ ንቤተሰቡ እውን ምንም ነገር ከም ዘይብሉ መለስ ንህዝቡ ኢሉ ተፈጢሩ ንህዝቡ ኢሉ ዝሞተ ሰብ እዩ ታሪኹ ከዓ እናገነነ ዝኸይድ ተኾይኑ ጅግና መራሒና ጅግና እዩ ስውእ መራሒና እናበሉ ኣብ ትግራይ ዘኽብርዎ እንተኮይኖም ውድብ ሕወሓትም ይኹን ሰራዊት ትግራይም ይኹን ዘኽብሮ እንድሕር ኮይኑ ክትሕጎሲ ክትሕበኒ ከተበረታትዕዮም እዩ ዝግበእክ እምበር ስሞይቲ ጠቆመይቲ ክትብለይቲ ይግበእክን ሄዚ ዘይሩ ዘይሩ እንዳውም ዓብዪ ኣሕመድ ይግደድ ኢሉ እንድሕር ህዚ ውግእ ገይሮምለይ እንድሕር ክንግንፀል ኢና ዝብሉ ኮይኖም እዛ መቃብር ከፍርሳ እየ ይብለ ኣሎ ናይ መላስ መቃብር ከም ዝገብሮ ከዓ መይ ትጠራጠር ሰብዚ ከም ዝገብሮ ብሱር እውን ኣብ ትግራይ እንተሸኒፉ መፅዩ ትግረዋይ ዝበሃል ካባኺ ጀሚሩ ቅንዕ ኢሉ ዝኸይድ የለን ናብ ኣዲስ ኣበባ መስሎ ህዚ ኩሉ ንፃርቃኖም ይኹን ንገለም ይኹን ብደንብ ብሰላም ኮይና ምስኡ ኮይና እንድሕር ካልሱ ሓፂብና እንድሕር ንሱ ዝደልዩ ተዛሪብና ከንብረና ይኽእል እዩ ሃፍትና እውን ክሕሎ ይኽእል እዩ ይብለ ኣለዉ ንሱ መሲልዎም እኒሆ ንስኺ ግን ከይትጋገይ ህዘብ ኢትዮጵያ ዲኸ ዘለኺ ወይ ሰብ ለንደን ዲኸ ርኢኺ ኣይፈልጦን ግን ከ ህዚ ዝሓፍተይ ፎቶ ናይ ወለድና ዓብዪ ዓብዪ ምሳሌ ኣሎ ናይ ወለድኺ ጀጋኖ ወለድኺ እንታይ ይብሉ ይመስለኪ ዝሓፍተይ ጸላእ ኣቦዃንያ ጸላእ ግበር ፈታዊ ኣቦ ኻንከ ፈታዊ ግበር እዩ ነቦኺ ዘኽብሩልኪ ነቦኺ ታሪኹ ዓብዩ ካብ ዝግብኦ ንላዕሊ ዓብዩ ንኽረአ ዝደሊ ህዝብኽን ኣመራርሓ ኣብ ትግራይ ዘለውን ውድብ ህወሓትን መንግስቲ ትግራይን እዮም ምስኦም ይክጠጠው ክትብሊ ዘለኪ ዋ ኣብዚ ኣብ ወፃእ እዚ ትነብሪ ትመላ ከም ድሌትኪ ትመላለስ ዘለኺ ህዚ ንኣብነት ናይ ክሊንተን ጓሉ ወፂኣ ህዚ ምስ ጸላእቱ ምስ እኒ ትራምፕ ወፅያኒ ነቦኣ ትጸርፍ ወይ ከዓ ንደገፍቶ ኣቦኣ ትጸርፍ ነውሪ እዩ ብሱረ ይግበሃልን እምበር ዋ ንስኻ ዓባይ ጓል ዓበይቲ ኮ ኢኺ ብሱሩ ዓባይ ክትኮኒ ዓብዪ ነገር ክትክኢ ንፅበይኪ ዘለና ኮ ኢንኺ ብሱሩ እቲ ዘለኪ ሓላፊነት ብግቡእ ተጠቐምሉ ልሳን ኩን እንዳውም ልሳኑ ዝተዓጸወ ህዝቢ እንሄ ናይ ኣቦኺ ልሳን ሓሊፉ እንድዩ ንስኺ ግን ክተብርህዮ ይግበእኪ ሓንቲት መዓልቲ ግን ነቦኺ ብዝለዓለ ኹነ እንትትገልጽ ሰሚዐኪ ኣይፈልጥን እሞ ነቦይሲ ትጥቀምሉ ኢኹም ዘለኹም ኢልኪ ትዛረብሲ ነውሪ እዩ ብስሩ ዝሕፍር እዩ የኽፈእል ከሎ ህዚ ከዓመ ዘይረእኽዮ ኣየናይ ሕሳብ ኣዋሬድኪ ኢኺ ኣየናይ ገንዘብ በምንታይ ተፅዒኑ እንትኸድ ተሎ ወርቂ ርኢኺ ኢኺ ወርቂ ሰርቆ ኣሎ ትብሊ ማድያት ብማድያት ኮይና ተጨቢጣ ትነብር ዘላ እናተቓለሰት ዘላ ሓንቲ ተጋዳሊትስ እሞ ንስኺ ነቦኹ እትድግፍ ነቦኹ ተድንቕ ነቦኺ ላዕሊ ክወፅእ ኣብ ቢሮኣ ናይ ኣቦኺ ፎቶግራፍ ለጢፋ ትሰርሕ ሰበይትስ ንኣ እናፀርፍኪ መዓል እንታይ ዝበሃል እዩ ታሪኽ ኣቦኺ ዘጥፍእ ታሪኽ ኣቦኺ ዝሓክኽ ታሪኽ ኣቦኺ ካልእ ይቕረ መቓብር ኣቦኺ ከፍርስ ዝለዓል ዘሎ ሰብ ደጊፍኪ እንተኮይኑ በይ ተቃዊምኪ ሓንቲት ነገር ተዛሪብከ ኣይትፈልጥን ሓንቲት ህዚ ኣብ መጨረሻ ክብላ ዝደሊ ህዚ እውን ደጊመ እሞ እንድሕር መንጆሪኖ እቲ ዝበሃል ዘሎ ብወረያ ወረ ሰሚዕኺ እንዲኺ ከምኡ እትብለ ኣለኺ ንጌታቸው ንገለመለ ቅርርብ ከም ዘለኪ ይፈልጥ እየ ኢሎም ኹ እንዲኺ ትዛረበ ዘለኺ እሞ እቲ ንኣኽ ዝብልኹ ዘለዉ እውን እቲ 27 ዓመት ብናይ ነፍጠኛታት ኣብ ኣዲስ ኣበባ ዝነበሩ ኣኽረርቲ ናይ ኣምሓራም ይኹን ናይ ኦሮሞ ዝብልዎ ዝነበሩ ቢልዮናት ይዝረፈ ኣሎ ብኣዜብ መስፍን ዝበሃል ዝነበረ ብዶላር እየ ዝዛረበ ዘለኹ እሞ ናይ ማን እዩ ሓሙሽተ ቢልዮን ሽዱሽተ ቢልዮን ዶላር ብስም ሰምሃል መለስ እኒሄ ዝበሃል ዘሎ እሞ ናይ ማን እዩ ከምኡ ኢልኩም እመኑ ዲ ክትብልና ዘለኺ ተሓሰትሲ ሓቂ እዩ ወሊ ክትሊ ንስኺ እኮ ዓባይ ሰብ ኢኺ ብስሩሲ ናይ ኣቦኺ ናይ ኣቦኺ ስም ንክትሕልዊ ትዛረብዮ ክትመርፀ ኣለኪ ዋው ናይ ኣቦኺ ደገፍቲ ክትሕግዝ ኣለኪ ነቦኺ እናድነቑ ነቦኺ ሓወልቲ እናሰርሑ ነቦኺ ስሙ እናግነኑ ዝውዕሉ ኣብ በየቦትኡ መለስ ዝብል ባነር በብግዜኡ እናተለጠፈ እናተኸበረ ዝነብረሉ ዝነብሩ ድርጅት እናተቃወምኪ እናተፃረፍኪ ክትውዕሊ ንሳቶም ክጠፉ ክትደሊ ትግራይ ኮን ድሕሪ ተወሪራ እንታይ ክገብሩ ከም ዝኽእሉ እቶም ፀላእቲ ኮኒ ዓብዪ ኣሕመድ ፀሪፍክዮም ተዛሪብክዮም ዘይትፈልጢ ንሱ እኮ ደልኺ ተዛሪብኩ እኳ ተተኣሰርኩ ግን እኮ ናይ ዓለም ማሕበረሰብ ናይ ዓለም ሚድያ እኮ ናይ ቀደም ናይ ኢትዮጵያ ጠቅላይ ሚኒስተር ጓሉ ዝኾነት ሰምሃል መለስ ተኣሲራ ተባሂሉ እኮ እዩ ክብል እዩ ሓደ ግዜ እኮ ዓጊቶም ኸዱ እዮም ገለ ገይሮም እኮ ኢልና ነርና ኩልና ካብኡ ናይ ዓለም ለኸ ሚድያታት እውን ወፂኦም ክትዛረብ ይኮ ንስኺ ክነኽኡ ከይኽእሉ እቲ ዘለኪ ስታተስ ተጠቂምክሲ ናይ ኣቦ ኮለገሲ ከተቐፅል እዩ ዝግበአኪ ሃፍተ ይጠቕመኪ ንብረተ ይጠቕመኪ ስኡልኪ ኣብ ዝኾነ ተጠንቂቕ ክትነብረ ኣለኪ ብስሩ ናይ ኣቦኺ ለገሲ ንምሕላው ተጠንቂቕኪ ክትነብሪ ኣለኪ ተጠንቂቕኪ ትገብርዮ መሪፅኪ ክትሰርሐ ኣለኪ ትዛረበዮ መሪፅኪ ክትዛረበ ኣለኪ መማኽርቲ ዓበይቲ ክትገብረ ኣለኪ ከምቲ ዝበልክዎ ፈታዊ ኣቦኺ ፈተውቲ ግበሪ ብዙሓት ምስኡ ዝተጋደሉ ኣካሎም ዝሰኣኑ እነው ንጀጋኑ ምስኡ ዝሰርሑ ዝነበሩ እነው እዚ ኣብ ኣሜሪካ ይኹን ኣብ እንግሊዝም እነው ዓበይቲ ኣስተውዓልቲ ዝኾና ኣሞታት ኣለዋኺ ምስኣተን ተማኸሪ ከመይ ጌርኪ ከምዚ ትብሊ ነውሪ እዩ ብስሩ ነውሪ ነውሪ ክፍለጥ ኣለዎ ናይ ኣቦኺ ለገሲ ክቕፅል ኢና ንደልዮ ጅግናና እዩ ታሪኹ እናፀሓፍና እናኽበርና እናተዛረብና ኢና ንነብር ኣብዚ ዋሽንግተን ዲሲ እንትመፅእ እንተሎ ዘለኣለም እናኸድና ኣኽቢርና ሓውና ኢልና ተኸናኺንና ኢና ንሰዶ ነርና ናይ ልቢ ጠቕላይ ሚኒስተር ስለ ዝኾነ ስለ ዘይኮነስ ስርሑ ኩሉ ስለ ንሪኦ ዝነበርና ስርሑ ንስራሕ ክብል ንኢትዮጵያ ክብል ንዛ ሓራዲቱ ዓዲ ንዛ ስሙ ተጥፍኦ ዓዲ ንኣኣ ክብል ለይትን ቀትርን ይፅዕር ከም ዝነበረ ስለ እንፈልጥ ኢና እዙይ ከዓ ክትዛረበ ኣለኪ መፅሓፍ ክፅሕፈ ኣለኪ ነቦ ክደጊፍኪ እንዳውም ንቶም መሳርሕቱ መጋድልቱ ዝነበሩ ከይድኪ ክትሓተ ኣለኪ ናይ መለስ ስም እናጀገኑ እኮ እዮም ንስዩ መስፍን ተሓሪዶም ነባይ ፀሃየ እኮ ተሓሪዶም እቶም ኣብ ትግራይ ዝነው ዝኩሉ ይሳቀዩ ዘለዉ እውን እኮ ወፃኢ መፂኦም ክኸም ልቦም ተንደላቂቆም ክነብሩ ይኽእሉ እዮም ከምቲ ንስኺ ከም ልቢ ክትወፅ እትኣትው ዘለኽ ዋላ እንተዘይኮነ ኣብ ወፃኢኦም ከይዶም ወይ ከዓ ከምቱ ፃርቃን ዝገብርዎ ዘለዎ ኣብ ኣዲስ ኣበባ ንዓብዪ ኣሕመድ ማን ካናበሉ ክነብሩ ይኽእሉ እዮም እዙይ ሲ ዘይግባእ ነገር እዩ ዘይግባእ ነገር እዚ እናበልኩ ሰማዕተይ ንህዚ እዚ ይኣኽለኒ ኣህዚ እውን ዝብል ዘለኹ ኣብዚኣ ብደንቢ ዲስክሌመር ክዛረባ ዝደሊ ሰምሃል ገንዘብ ኣለዋ ኢለ ኣይኣምንን ኣዜብ መስፍን ትሰርቕ ነይራ ትነግድ ነይራ ኢለ ኣይኣምንን ኣይፈልጥን ትዝዛረብዎ ዝነበረ ኩሉ ሓሶት እየ ዝብል መንጀሪኖ እውን ከምኡ መንጀሪኖ ሓንቲ ሳንቲም ከምዘይብላ እየ ዝፈልጥ ሓንቲት ነገር ንሱ እየ ዝኣምን እውን ይሪኣ ነይረ እየ ብእግራ እኮ ትኸድ ነይራ ብንጌታቸው እናሃለው መኪናኣ ተመንጢላ ብእግራ ትኸድ ነይራ እንጌታቸው ብኮብራታት ተዓጂቦም እናኸዱ ንፃርቃን ስለዚ ነስተውዕል ንሰርሖ ነገር ነስተውዕል ብፍላይ ንስኺ ዓባይ ጓል ዓበይቲ ክትኮነ ኣለኪ ፈተወቦኺ ፈተውቲ ግበሩ ግበሪ እዚ እናዋልኩ ሰማዕተይ ንህዘው ዝይኣኽለን ንክሻዕ ዝቐፅል ግዜ ሰላም ደሓን ወዓል ደሓን ህደሩ ቻው